ሰላም ከመይ ምሲኹም ዝተኸበርኩም ተኸታተልቲ ሰሎዳ ሚድያ እንኳዕ ዳሕና መፃእኹም ሎሚ ድማ ከምቲ ዝተለመደ ዜናታት እዚ ዕለት ሒዘልኩም ቀሪበ ኣለኹ ፈለማ ባይቶ ወከልቲ ህዝቢ ኣዋጅ ምርጫ ብምምሕያሽ ብዲጂታል ቴክኖሎጂ ዝድገፍ ግሉፁን ዲሞክራሲያውን ፍትሓውን መረፃ ንምክያድ ዘኽእል ምችው ኩነታት ፈጢሩ እዩ ክብሉ ኣፈ ጉባኤ ምኽሪ ቤት ታገሰ ጫፎ ገሊፆም። ሃገራዊ ቦርድ ምርጫ ኢትዮጵያ ምዝገባ መረፅቲ ንሻውዓይ ሃገራዊ ሓፈሻዊ ምርጫ ካብ ሸውዓተ ለካቲት ክሳብ ሸውዓተ መጋቢት ክልተ ሽሕን ዓሰርተ ሸሞንተን ክካየድ እቲ ድምፂ ምሃብ ድማ ዕስራን ኣርባዕተን ጉንበት ክልተ ሽሕን ዓሰርተ ሸሞንተን ክካየድ ከምዝወሰነ ዝዝከር እዩ። ነዚ ኣብ ግምት ብምእታው ቦርድ ካብ ምሃብ ፀጋታት ክሳብ ስልጠናን ንቕሓት ምዕባይን ዝተፈላለዩ ምድላዋት ከምዝገበረ ኣፍሊጡ። ኣፈ ጉባኤ ባይቶ ወከልቲ ህዝቢ ኣይቶ ታገሰ ጫፎ ብወገኖም ሃገራዊ ቦርድ መረፃ ኢትዮጵያ ኣብ ሃገርና መረፃን ድምፅን ዘካይድ ናጻ ቅዋማዊ ትካል ምዃኑ ብምግላጽ፣ እቲ ቦርድ ብመሰረት ሕገ መንግስቲ ሻብዓይ ሓፈሻዊ መረጻ ንምክያድ እኹል ምድላዋት ከምዝገበረ ገሊጾም። ሻብዓይ ሓፈሻዊ መረጻ ብፍትሓውን ሰላማውን ተኣማንነትን ክካየድ እቲ ቤት ምኽሪ ኣድላዪ ሕጋዊ ምምሕያሻት ከምዝገበረ'ውን ኣመልኪቶም። ብፍላይ ኣዋጅ ቁጽሪ ዓሰርተ ሓደ ስሳን ክልተን እዝባር ዕስራ ዓሰርተ ሓደ ብምምሕያሽ ምዝገባ ሕጹያትን መረጽትን ከምኡ'ውን ካልኦት ስራሕቲ ቦርድ ብዲጂታል ቴክኖሎጂ ዝድገፍ ኣኽእሎ ዝፈጥር ሃዋህው ንምፍጣር ከምዝተገበረ እውን ኣብሪሆምሉ ኣለዉ። ብተወሳኺ ሲቪል ማሕበራት ነቲ ምርጫ ኣብ ምዕዛብን ኣብ መረፅቲ ንቕሓት ናብ ምፍጣርን ወሳኒ ተራ ከምዘለዎም ገሊፆም ክብል ኢዜኣ ፀብፂቡ። መንግስቲ ብሕቶ ሃገራዊ ቦርድ መረፃ ኢትዮጵያ ግልፅነትን ተኣማንነትን እቲ መረፃ ንምርግጋፅ ምድላዋት ይገብር ከምዘሎ እውን ኣብሪሆም ኣለዉ። መስርሕ ሻውዓይ ሓፈሻዊ መረፃ ብሃገራዊ ምርድዳእ ክካየድ ፃዕሪ ይግበር ከምዘሎ እውን ኣመልኪቶም ኣለዉ። ኩሎም ውድባት ንዕውትነት እቲ መረፃ እጃሞም ክፃወቱ ድማ ፀዊዖም። ብሚኒስትር ፋይናንስ ኣሕመድ ሸዴ መሓመድ ዝምራሕ ላዕለዋይ ልኡኽ ኢትዮጵያ ኣብዚ ሕዚ እዋን ኣብ ስዊዘርላንድ ከተማ ዳቮስ ክሎስተርስ ዝካየድ ዘሎ ዓመታዊ ኣኼባ መድረኽ ቁጠባ ዓለም ይሳተፉ ኣለው። እቲ ኣኼባ ካብ ዓሰርተ ሓደ ክሳብ ዓሰርተ ሓሙሽተ ጥሪ ክልተ ሽሕን ዓሰርተ ሸሞንተን መንፈስ ዘተ ወይ ድማ The Spirit of Dialogue ብዝብል ኣርእስቲ እዩ ይካየድ ዘሎ። ኣፍሪካስ ጆብ ሞተር ብዝብል ኣርእስቲ ኣብ ዝተኻየደ ላዕለዋይ መድረኽ መደረ ዘስምዖ ኣሕመድ ሼዴ ከባቢ ኣህጉራዊ ናፃ ንግዲ ኣፍሪካ ኣብ ምፍጣር ንኹሉ ዝሓቁፍ ዕድል ስራሕ ንመንእሰያት ኣፍሪቃ ኣጉሊሁ ኣሎ። ብተወሳኺ ናይ ክልተ ሽሕን ዕስራን ሽዱሽተን ዓውደ ናፃ ንግዲ ኣፍሪካ ስምምዕነት ፍርያትን ምስ ስራሕ ቀዳምነት ዕድላት ስራሕ ንምስፋሕ ዞባዊ ሰንሰለት እሴት ንምጥንኻርን ንሰብ ሃፍቲ መናእሰይን ደቂ ኣንስትዮን ንምሕያል ከም ማዕቐፍ ኮይኑ ከገልግል ከም ዘለዎ ኣመልኪቶም። እቶም ሚኒስተር ብተወሳኺ ምጅማር ሓዱሽ ዓለማዊ ስነ ህንፃ ጥዕና ኣብ ዝተኻየደ ፓነል ዘተ ተዛሪቦም እዮም። ፍትሓዊ ክትግምቶ ዝከኣል ብሃገር ዝምራሕ ዓለማዊ ስርዓት ፋይናንስ ጥዕና ክቐውም እውን ፀዊዖም። ኢትዮጵያ ኣብ ኣጀንዳ ሉሳካን ሓደ ትልሚ፣ ሓደ ባጀት፣ ሓደ ፀብፃብ ዝብል መትከል ዘለዋ ተወፋይነት እውን ኣረጋጊፆም ኣለው። ከምኡ'ውን ኣብ ዓለማዊ ስርዓት ጥዕና ፍትሓውነት ምትሕብባርን ሓባራዊ ሓላፍነት ከምዘድልን ኣስሚሮምሉ። ልኡኽ ኢትዮጵያ ኣብ መድረኽ ቁጠባ ዓለም ዝተፈላለዩ ብዙህነታውን ክልተኣውን ዘተታት የካይድ ከምዘሎን ምስ ዝተፈላለዩ መራሕቲ ዓለም ብምውህሃድ ተኣፋፊ ቁጠባዊ ማሕበራውን ጥዕናውን ብድሆታት መፍትሒ ንምንዳይ ይሰርሕ ከምዘሎን ሚኒስተር ፋይናንስ ኣፍሊጡ። ሕውየት ትግራይ ዝረጋገፅ ብግዳማዊ ሓገዝ ዘይኮነስ ብውሽጣዊ ዓቕምና እዩ ክብሉ

ንህዝብና ግዳይ ማሕበራዊ፣ ቁጠባውን ስነ-ኣእምሮኣውን ቅልውላው ገይሩዎ ከምዘሎ እውን ተዛሪቦም። ብናይ መንግስቲ ዓቕሚ ጉድኣት ኣሕዊኻ ናብ ዳግመ ህንፀት ንምእታው ዝተጀመረሉ ምንቅስቓስ እኳ እንተሃለወ እኹል ብዘይምዃኑ ሕክምና ዝደልዩ ብዙሓት ውጉኣት ከምዘለውን ብዝኸኣልናዮ ተሓጋጊዝና ክነድሕኖም ይግባእ ኢሎም። እዚ መተኣኻኸቢ እቶት ውሽጣዊ ዓቕምናን ብዘለና ተሓጋጊዝና ኣብ ትግራይ ዘለዉ ዝተሓላለኹ ፀገማት ንምፍታሕ ዝለዓለ ግደ ክህልዎ እዩ እውን ኢሎም ኣለው። ፖለቲካዊ ውድባት፣ ማሕበራት፣ ኣንቃሕቲ ሲቪክ ማሕበራትን ካልኦትን ሓገዝ ብምብርካት እቶም ፀገማት ኣብ ምፍታሕ ብፅሒቶም ብምፍፃም ዝከኣሎም ሓገዝ ክገብሩ እውን ፀዊዖም። ሶማሊያ ምስ ሕቡራት ኢሚሬት ዓረብ ዝነበራ ኩሉ ዓይነት ስምምዕ ፀጥታን ምትሕብባርን ድሕሪ ምስራዛ፣ ኢሚሬት ካብ ንግዳዊ ርእሰ ከተማ ፑንትላንድ ዝኾነት ቦሳሶ ኣባላታ ክትስሕብ ጀሚራ ክብል ብውልቀ ዝውነን ትካል ካስሚዳ ኦንላይን ሓቢሩ። መዕርፎ ነፈርቲ በሳሶ በቶም መብዛሕትኦም ካብ ኮሎምቢያ ዝመጹን ብኢምሬት ዓረብ ተቖጺሮም ዝሰርሑ ብርክት ዝበሉ ሰራሕተኛታት ኣዕለቕሊቑ ይረኣ ይብል እቲ መርበብ ሓበሬታ። ኢምሬት ጽልዋኣ ኣብተን ፌደራላዊ ግዝኣትን ሓያል እኳ እንተኾነ፣ እዚ ምግዓዝ መሳርሒታትን ሰራሕተኛታትን ግን ምልክት ናይቲ እናኸረረ ዝመጽእ ዘሎ ወጥሪ ኢምሬት ዓረብን ሶማልያን ምዃኑ እቲ ጸብጻብ ወሲኹ የመልክት። ብ ዓሰርተ ትሽዓተ ጥሪ ኣፍሪካ ኮንፊደንሻል ከም ዝበሎ፣ ኤምሬት ድሕሪ ሕጂ ኣብ ኪስማዮ ወታደራዊ ህላወ ከም ዘይብላን ኣብ በርበራ ዝርከብ ወታደራዊ መሳለጥያኣ ምሉእ ብምሉእ ከም ዘውጽኣት ንፌደራል መንግስቲ ሶማልያ ሓቢራ እያ። ኣሜሪካ ምስ ቬንዙዋላ ርክብ ኣለዋ ዝበለት ሻብዐይቲ መርከብ ሒዛ ዋሽንግተን ኣብ ምፍራይን መሸጣን ነዳዲ ቪንዙዋላ ዘለዋ ምቁጽጻር እናሓየለት እያ ትርከብ። ደቡባዊ እዚ ኣሜሪካ፣ ሳውዝኮም፣ ኣብ ልዕሊ እታ ታንከር ስጉምቲ ከም ዝወሰደ ተገሊጹ። ኣሜሪካ ካብ ካርብያን ብፍላይ ድማ ናብ ካራካስ ዝኸዳን ርክብ ዘለወንን መራኽብ ነዳዲ ምሓዛ ክትቅጽል ምዃና'ውን ገሊጻ'ላ። ነታ መርከብ ብዘይ ዝኾነ ፍጻመ ዝሓዙ ሓይልታት ኣሜሪካ ኣብ ልዕሊ ቪንዝዋላ እገዳ ንምትግባር ከምኡ ከም ዝቕጽሉ ገሊጾም። ካብ ነሓሰ ጀሚሩ ኣሜሪካ ምስ ዘይሕጋዊ ምስግጋር ዝውውር ዕጽ ብዝተኣኣሰራ ኣብ ካሪብያንን ምብራቓዊ ፓስፊክ ውቅያኖስን ዝርከባ መራኽብ ክትሕዘን ጸኒሓ እያ። ዋሽንግተን ኣብ ልዕሊ ኣህጉራዊ ናይ ማይ ኣካል ብዘካየደቶ ዘይሕጋዊ ተግባራት'ውን ብተጣበቕቲ ሰብኣዊ መሰላት ትንቀፍ ኣላ እያ። ፍሉይ ልኡኽ ፕሬዝደንት ቮሎድሚር ፑቲን ምስ ኣሜሪካ ዝተገበረ ዝርርብ ሃናፂ ከምዝነበረ ገሊፁ። ፍሉይ ልኡኽ ክሪል ዲሚትሪቭ ሩሲያን ኣሜሪካን ኣብ ጎኒ እቲ ኣብ ዳቮስ ዝካየድ ዘሎ ዓለማዊ ቁጠባ መድረኽ ዘተ ከምዘካየዳ ሓቢሩ። ላዕለዎት ዲፕሎማሰኛታት ክልቲኤን ሃገራት ንልዕሊ ክልተ ሰዓታት ብዕጹው ልዝብ ኣካይዶም። ብዛዕባ እቲ ዝተዘራረብሉ ብዝርዝር ኣይገለጸን እዩ። እንተኾነ ግን ብዙሓት ሃገራት ዋጋ መርገጺ ሩስያ ኣፍልጦ ይህባ ኣለዋ። ወኪል ሞስኮ ምስ ፍሉይ ልኡኽ ፕሬዝዳንት ዶላንድ ትራምፕ ስቲቭ ዊትኮፍን ወዲ ሓሙኡ ዳሩድ ኩሽነርን ተራኺቦም። ዊትኮፍ ብወገኑ ሃናጽን ኣፍራይን ዝርርብ ከም ዘካየዱ እኳ እንተገለጸ ዝርዝር ግን ኣይገለጸን። ዋሽንግቶን ሞስኮ እውን ብሰንኪ ኣብ ዩክሬን ዝካየድ ዘሎ ኲናት ዘለወን ፍልልያት ካብ ግዜ ናብ ግዜ ከጽብባ ጸኒሐን እየን። ሪፓብሊካን ትራምፕ ነቲ ምምሕዳር ባይደን ዘለዎ ጽኑዕ ጸረ ሩስያ መርገጺ ንምልስላስ ይጽዕር ከምዘሎ'ውን ክግለጽ ጸኒሑ እዩ። ፕረዚደንት ኣሜሪካ ዶላንድ ትራምፕ ሎሚ ኣብ ዳቮስ ስዊዘርላንድ ንመራሕቲ ዓለም መደረ ከስምዕ ትጽብት ይግበር ኣሎ። ንሱ ንግዝኣት ዴንማርክ ዝኾነት ደሴት ንግሪንላንድ ክቆጻጸር እየ ኢሉ ኣብ ዘፈራርሐሉ ዘሎ እዋን እዩ ናብ ስዊዘርላንድ ዝገይሽ ዘሎ። ኣብቲ ዓለማዊ ቁጠባዊ መድረኽ ፕሬዚዳንት ፈረንሳይ ማክሮን ትማሊ ኣብ ዘስመዖ መደረ ዓለም ናብ ሕጊ ኣልቦ ትዝምብል ኣላ ክብል ኣጠንቂቑ። ትራምፕ ብወገኑ ብዛዕባ ግሪንላንድ ብዙሕ ኣኼባታት መደብ ተታሒዙ ኣሎ ይብል። ትራምፕ ብሰሉስ ኣብ ዝሃቦ ጋዜጣዊ መግለጺ ንግሪላንድ ንምውሳድ ክሳብ ክንደይ ክኸይድ ከምዝኽእል ምስተሓተተ ክትፈልጡ ኢኹም ኢሉ መሊሱ ነይሩ እዩ። ናብ ዳቮስ ምምጽኡ ብሰንኪ ኣብ ኣየር ፎርስ ዋን ዘጋጠመ ቴክኒካዊ ጸገማት ክድንጉ ከም ዝኽእል ይግመት። እዚ ከምዚ ኢሉ እንከሎ፣ ሚኒስተር ኢንዳስትርን ተፈጥሮኣዊ ሃብትን ግሪንላንድ ናይጃ ናታሊሰን ንቢቢሲ ኣብ ዝሃበቶ መግለጺ፣ ኣሜሪካውያን ክንከውን ኣይንደልን ኢና፣ ብዛዕባ እዚ ድማ ኣዝዩ ንጹር መርገጺ ኣለና ኢላ ተዛሪባ። ፍቱዋት ተኸታተልቲ ሶሎዳ ሚድያ፣ ንልሞዓንቲ ዝነበሩና ዜናታት እዚኦም ይመስሉ ነይሮም። ሰናይ ምሽት።